ብሰላም መጻና መጻኹም እግዚኣብሔር ዝተመስገነ ይኹን። መዘምራን እግዚኣብሔር ይባርኽኩም። ብጣዕሚ ጥዑም ዝኾነ ግዜ እግዚኣብሔር ይመስገን። ህልውንኡ ዘናፍቐካ እግዚኣብሔር ይመስገን። ክብሪ ንስሙ ይኹን። ሎማዓንቲ እንሪኦ ማሪቆስ ወንጌል ኢና ካብ ምዕራፍ ዓሰርተ ሓደ ክንርኢ ቅድሚ ናብዛ ምዕራፍ ዓሰርተ ሓደ ምምፀኤይ ግን ገለ ሓሳባት ካብ ምዕራፍ ዓሰርተ ጀሚረ ክ ከነንብብ ኢና ክንርኢ ኢና እግዚኣብሔር ዝተመስገነ ይኹን። ኣብ ምዕራፍ ዓሰርተ ንመበገሲ ትኾነና ጥቕሲ ምዕራፍ ዓሰርተ ቁፅሪ ሰላሳን ክልተን ከምዚ ትብል ቃል ኣላ ብሽም የሱስ ከነንብባ ኢና ማርቆስ ወንጌል ምዕራፍ ዓሰርተ ቁፅሪ ሰላሳን ክልተን ናብ የሩሳሌም ክድይቡ ኣብ መንገዲ ኸለዉ፣ የሱስ ቀቅድሚኦም ይኸይድ ነበረ፣ ንሳቶም ከኣ ተገረሙ፣ እቶም ዝስዕቡ ዘለዉውን ፈርሁ። ከም ብሓድሽ ድማ ነቶም ዓሰርተው ክልተ ወሲዱ እቲ ዝመጾ ዘሎ ክነግሮም ጀመረ ይብል። እግዚኣብሔር ዝተመስገነ ይኹን። ኣብዛ ጥቕሲ እዚኣ ከም ንሪኦ ዘለና ጎይታ የሱስ ክርስቶስ መንገዱ ናብ የሩሳሌም ኣቕኒዑስ ኣብ መንገዲ ኣብ ሓደ መንገዲ ጎይታ የሱስ ክርስቶስ ኣሎ ይብለና። ስለዚ ኣብቲ መገዲ ምስ ኣተዉ ግን ንሱ ቀቅድሚኦም ይኸይድ እሞ እቶም ዝስዕብዎ ዘለዉ ኩሎም ድማስ ፈርሁ ይብለና ተገረሙ ፈርሁ ከኣ ሕጂ በቲ ሓደ ይግረሙ ኣለዉ በቲ ሓደ ድማ ፈርሑ ኣለዉ መቸም ከምቲ ኩላትና ንፈልጦ ጎይታ የሱስ ክርስቶስ ዝገብሮ ዘበለ ዝሰርሖ ዘበለ ኩሉ ዘገርም እዩ ዘገርም እዩ ሰራርሑ መገረም እዩ ኣምላኽና እግዚኣብሔር ዝተመስገነ ይኹን እዞም ሰባት እዚኣቶም ድማስ ይግረሙ መሊሶም ከኣስ ይፈርሑ ሕጂ ዝሪኡ ዘሎ ሰብ ኩሉ ይፈርሕን ይግረምን ኣሎ ጎይታ የሱስ ክርስቶስ ግን ቀቅድሚኦም ብቦልድነስ ይወፅእ ኣሎ። ብሓይሊ ብትብዓት ብጅግንነት እዩ ዝወፅእ ዘሎ። ክብሪ ንስሙ ይኹን። ሰብ እንዳፈርሐ ከባቢኻ ኩሉ ፍርሒ ተመሊኡ ከሎ ከባቢኻ ኩሉ እንዳተገረመ ከሎ ንስኻ ብትብዓት ምኻድ ሞኻን ኣብ የሩሳሌም ኣብ ቅድሚኡ ተጸቢዎ ዝጽበዮ ዘሎ ሞት ኣብ ቅድሚኡ ዝጽበዮ ዘሎ መስቀል ኣብ ቅድሚኡ ዝጽበዮ ዘሎ ድማስ ካባታቶም ምፍላይ እንዳሃለዎ ከሎስ ጎይታ የሱስ ክርስቶስ ግን ብትብዓት ይወጽእ ኣሎ ቀቅድሚኦም ብጅግንነት ይወጽእ ኣሎ ሓወይ እቲ ተምልኾ ጎይታ ኣማዋውትኡስ ተራ ኣማዋውታ ኣይኮነን ከምኡ ምሽ ኢሉና ፈትየያ ቃልካ ወዲ ገብረ ሓወይ ናይ ኩሉ ግዜ ጅግና ኢልዎም ብጅግንነት እዩ ዝወፅእ ዘሎ የሱስ ብጅግንነት እዩ ፈፂምዎ ብትብዓት ብቦልድነስ እዩ ፈፂምዎ ናተይ ናትኩምን ምድሓን ናይ መስቀል ሞት ስለዚ ናብዚ እንዳኸደ ከሎስ እዚ ይኸውን ነይሩ እሶም ፈርሑ ኣለዉ ምክንያቱ ክፍለዮም እዩ ክመውት እዩ ይግረሙ ኣለዉ ናብ ሞት እንዳኸደ ክሳዕ ክንድዚ ዘትብዖ ክሳዕ ክንድዚ ዘሀንድዶ ዘሎሲ የገርሞም ኣሎ ንሱ ግን ብጅግንነት እዩ ዝኸዶ ዘሎ ፊት ንፊት ምስ ሞት ኮንፍሮንት ክገብር የሱስ ክርስቶስ ጎይታ እዩ ከምኡ ንባል ነርና ትማሊ ካልኦት ተዓምፂፆም እዮም መይቶም ይብልና ነይሮም ንሱ ግን ብጅግንነት እዩ መይቱ ጎይታኻስ ብጅግንነት እዩ ሞይቱ ብጅግንነት እዩ ፈጺምዎ ናትኪ ምድሓን ናትካ ምድሓንሲ ናይ ጅግንነት ዓወታት ዓወት እዩ ኢየሱስ ክርስቶስ ጎይታ እዩ ብኸምዚ እዩ ናብ የሩሳሌም ዝኸይድ ዘሎ ጎይታ ኢየሱስ ክርስቶስ እቲ ዝገርመኩም ግን ኣብ ከምዚ ህሞት እንዳሃለዎ ከሎ ነገራት ከምዚ እንዳኾነ ከሎስ ቁፅሪ 35 ውርድ ኢልና ክንርኢ ከለናስ ያእቆብን ዮሃንስን ደቂ ዘብዴዎስ ናብኡ ቀሪቦም መምህር ዝለመናካ ክትገብረልና ንደሊ ኣሎና። እዞም ክልተ ሰባት ግን ኣብ ዘይሰዓቱ ኣብ ዘይግዚኡ መጺኦምሲ የሱስ ሕጂ ሓደ ነገር ክትገብረልና ደሊና ኣለና እንታይ ክገብረልኩም ተበሎምሲ ብመንግስትኻ ንሕና ሓደ ብየማን ክኸውን ኣለዎ እዚ ካልኣይ ድማ ዝሓወይ ድማ በዚ ከዓ ክኸውን ኣለዎ ብፀጋም ስለዚ ክልቴና ብየማን ሓደ ብፀጋም ሓደስ ክንቅመጦ ኣለና ቤተ መንግስትኻስ ንሕና ክንዕጅበካ ኣለና ንሕና ኢና ሚኒስተራትካ ኢየሱስ ክርስቶስ ጎይታይ ግዙእ ይኮነን ነይሩ ትተሓላለፍ ኢኻ ምስ ግዜ። ኣብ ዘይግዝኡ እዮም ዝሓትዎ ዘለዉ፣ ኣብ ዘይዘመኑ ሞት ኣብ ቅድሚኡ ተገቲሩ እንዳተጸበዮ ከሎ ንሱ ብዛዕባ ዝኸዶ ዘሎ ብዛዕባ ናይ ሞቱ ነገር ብዛዕባ ናይ ምፍላይ ነገር እንዳተሃንደደ ክኸይድ ከሎሲ ንሶም ግን ኣብ መንጎስ ክሳዕ ክንደይ ዑረት መንፈሳዊ ዑረት ንደቂ ሰብ ኣዕዊርዎ ኣሕዋተይ ኢየሱስ ክርስቶስ ጎይታ እዩ ክሳዕ ክንደይ ኣይተረድኦምን ክሳዕ ክንደይ ተሸፊኖም ነይሮም እዞም ሰባት እዚኣቶም ካልእ ይርኢ ነይሮም በጠማምታ ኣምላኽ ክርአን በጠማምታ ዒንቶም ክርአን በበይኑ እዩ ነይሩ ዝገርመኩም ንሶም ጥራሕ ዘይኮኑስ ዋላ እቶም ካልኦት ዓሰርተ ድማስ ንሶም ከምኡ ምስ በሉስ ስዒቦም ድማ እቲኦምሲ ኣባታቶም ድማስ ተናደዱ ይብለና። ስለዚ እንታይ ኮይኖም ኣለዉ ማለት እዩ ብጣዕሚ ናይ መንፈሳዊ ዑረት እዩ ዘለዎም እቲ ዝግበር ዘሎ እቲ ዝኸውን ዘሎ እቲ ዝፍፀም ዘሎ እቲ ግዚኡስ ገና ኣይበሎምን ብዝተፈላለየ ኩነታት ሲ ዝተፀለዉ እዮም ነይሮም እዞም ሰባት እዚኣቶም ኢየሱስ ክርስቶስ ጎይታ እዩ ስለዚ እዚ ኩሉ እንዳኾነ ከሎ እዩ እምበኣር እታ ናይ መወዳእታ ተኣምራት ናይ ፈውሱ ናይ ጎይታ የሱስ ክርስቶስ ማርቆስ ምዕራፍ ዓሰርተ ቁፅሪ ሓምሳን ክልተን ትፍፀም ንሱ ምስዚ ኩሉ ከምዚ እንዳኸደ ከሎ ኩነታት ከምዚ እንዳኾነ ከሎስ ሓደ በርጠሌመውስ ወዲ ጥሜቴዎስ ዝበሃልሲ ዕዉር ሰብ ይረኽቦም እሞ፣ መን እዩ እዚ ኹሉ ከምዚ ዝኸውን ዘሎ ዝሓልፍ ዘሎ ተበለስ፣ የሱስ በዓል ናዝሬት ይሓልፍ ኣሎ ይብሉ። ከምኡ ምስ ሰምዐ ንሱ ሕጂ ክጭድር ጀሚሩ፣ የሱስ ወዲ ዳዊት መሓረኒ ክብል ጀሚሩ ይብለና። ማርቆስ ዓስራይ ምዕራፍ እየ ዘለኹ። ሓምሳን ካብ ሓምሳ ሓምሳን ሓደን ሓምሳን ክልተን ዘሎ ክጭድር ጀሚሩ ሰባት ስቕ በል ክብልዎ ከለውስ ንሱ ግን መሊሱ ዓው ኢሉስ ይጭድር ሽዑ ጎይታ የሱስ ክርስቶስ ደው በለሉ ደው ኢልሉ ኣሕዋተይ ጸውዕዎ ምስ በለ ጐይታስ፣ ልክዕ ምስቲ ናይ ጐይታ ጸውዕዎ ዝብል ቃል ኵሉስ፣ ሰባት ብምሉኦም እቶም ንዕኡ ስቕ ከብልዎ ዝጸንሑ ኵነታት ብምሉኡስ ምስ የሱስ ተሓባቢሩስ ኣጆኻ ክብል ጀሚሩ። የሱስ ክርስቶስ ጐይታ እዩ። ካብ ጐይታ ቃል ክወጽኣልካ ተጀሚሩ ኣሕዋተይ፣ ነገር ኵሉ ምስ ናይ ጐይታ ቃል እዩ ዝሰምረልካ። ክብሪ ንስሙ ይኩን ኣሜን ዶ ንቃል ጎይታ ኩሉ ኢንታይ ዝገብረሉ የሱስ ጎይታ እዩ ኣጆኻ ሰሚዕዎ ኣይፈልጥን እዩ ካባታቶም ስቕ በል ኣይትጨድር እዩ ዝሰምዕ ነይሩ ሽዑ ግን እንታይ ኢሎሞ ኣጆኻ ጎይታ ይፅዋዓካ ኣሎ ክብሪ ንስሙ ይኹን። ሎማዓንቲ ከምዚ ዓይነት ደው ዝብለልኩም ጎይታ ሰባት ኣለኹም። ሃለለውያ ልክዕ እዚ ምስ በለስ እንታይ ገይሩ መሲልኩም በቃ ፀውዕዎ ምስ በለስ ኣጆኻ ይፅውዓካ ኣሎ ሕጂ ምጭደር ኣይኮነን ዘድልየካ ሕጂ ናብ ጎይታ የሱስ ክርስቶስ ምምፃእ ዝገርመኩም ግን ሓደ ነገር ገይሩ ዘገርም ሰብ እዩ ከዓ እሱ ከዓ በርጠለመውስ ዘገርም እዩ ወላ ዕውር ኹን እምበር ናይ ውሽጡ ግን ገለ ብርሃን ኣለዎ ዘገርመካ ሰብ እዩ ጸውዕዎ ምስ በለስ ክሳብ ሕጂ ዝተኸደናዮ ናይ ውርደት ካባ ናይ ሽግር ካባ ናይ ጭንቀት ካባ ናይ ምረት ካባ እዚ ኩሉ ከነልቅሰሉ ክንልምነሉ ዝጸናሕና ካባ ሃለለውያ ካቡኡ ውጺስ ንዕኡ ደርብስ ናብ የሱስ መጽዩ ይብለና። የሱስ ድማስ እንታይ ክገብረልካ ትደሊ ኣለኻ? ጎይታይ ክርኢ ኢሉ ከም እምነትካ እግዚኣብሔር ዝተመስገነ ይኹን። ሓምሳን ክልተን ጥቕሲ ብፈውሲ በዚ ናይ ዕውር ሰብ እያ ትውዳእ። ነዞም መንፈሳዊ ዑረት ደፊንዎም ዝነበረሲ ሊትራሊ ብናይ ስጋ ዑረት ዝተወቕዐ ሰብ ኣምጺኡ ፈዊሱስ ህይወትኩም እዚ እዩ ዘሎ እሞ በዚ ነገር እዚ ተምሃሩ ኢሉ በዚ ምዕራፍ ዓሰርተ ይዛዝሞ ተኣምራት ናይ ማርቆስ ወንጌል ናይ ፈውሲ ኣገልግሎታቱ ድማ ምዕራፍ ዓሰርተ ብኣኣ ዛዚሙ ናብ ምዕራፍ ዓሰርተ ሓደ ናብዛ ሎማዓንቲ ንሪኣ ምዕራፍ ይሰግር ኢየሱስ ክርስቶስ ጎይታ እዩ ኣሜን ዶ ጎይታ የሱስ ክርስቶስ ከም ዝበልክኹም ግን ብጅግንነት እዩ ንየሩሳሌም ኣትይዎ እንዳተሸቑረረ ኣይኮነን ሞት ክረኽበኒ እዩ ከምዚ ክረኽበኒ እዩ እንዳበለ ኣይኮነን ብጅግንነት ንሞት እንዳተጋፈጦ እዩ መፅዩ ክብሪ ንስሙ ይኹን ምዕራፍ ዓሰርተ ሓደ ክጅምር ከሎ ናብ የሩሳሌም ናብ ቤተፋጌ ናብ ቢታንያ ኣብ ጥቓ ደብረ ዘይቲ ምስ ቀረበ ድማ ካብ ደቀ መዛሙርቱ ክልተ ለኣኸ ይብለና። በሎም እውን ኣብ መንጽርኩም ናብ ዘላ ዓዲ ኪዱ ናብኣ ክትኣትዉ ከለኹም ብኡብኡ ሰብ ዘይተወጥሖ እሱር ጻዕብ ክትረኽቡ ኢኹም፣ ፈቲሕኩም ከኣ ኣምጽኡለይ፣ ገለ ሰብ እንተ ሓተተኩም እውን ጐይታ ይደልዮ ኣሎ ኢልኩም እዚኣ ንገርዎም ይብሎም እሞ እዞም ሰባት እዚኣቶም ድማ ይኸዱ ኣድጊ ድማ የምጽእሉ። እግዚኣብሔር ይመስገን ኣብ ገሊኡ ኣድጊ ምስ ዒላኣ ትኸውን ኣብ ገሊኡ ድማ ዒሉ ትኸውን። ኣብ ወንጌላት እንተሪእኹሞ ክልቲኡ ሓሳብ ዘሰይም እዩ። ሊትራሊ ወላ በቲ ንሕና ንፈልጦ ቋንቋ እንተመጺኹም ኣድጊ ዒሉ ናታ እንድሕሪ ደኣ ወሲድካላ እታ ኣድጊ ደድሕሪ ዒሉኣ እያ፣ ደድሕሪ ጓላ እያ ትመጽእ። ነታ ኣድጊ እንተ ወሲድካያ ድማ፣ እታ ዒሉ ድማ ደድሕሪ ኣዲኣ እያ፣ Natural፣ ደድሕሪ ኣዲኣ እያ ትመጽእ። ስለዚ ኩሉ ሓደ ዓይነት እዩ። ጎይታ የሱስ ክርስቶስ ግን ኣብ ጻዕብ ኣድጊ እዩ ተወጢሑ። የሱስ ክርስቶስ ጎይታ እዩ፣ ኣብ ፈረስ ኣይኮነን። ፍልልይ ኣለዎ። ኣብ ፈረስ ምውጣሕን ኣብ ኣድጊ ምውጣሕን ፍልልይ ኣለዎ። ኣብ ኣድጊ ምውጣሕ ናይ ኣገልጋሊ ምልክት እዩ። ኣብ ፈረስ ምውጣሕ ግን ናይ ሽማምንቲ ቦታ እዩ። ዝተሸመ ናይ ክብሪ ምቕማጥ እዩ። ማርዶካይ ትዝክሩ ኢኹም ምሽ? ክብ ክትብል ከለኻ ክትሽየም ከለኻ ላዕሊ ነገር ክትድይብ ከለኻ ካብ ኣድጊ ሓሊፍካ ኣብ ፈረስ ኢኻ ትኸውን። ጎይታ የሱስ ክርስቶስ ግን ከም ኣገልጋሊ እዩ መጺኡ። የሱስ ክርስቶስ ጎይታ እዩ። ማርቆስ ወንጌል ምዕራፍ ዓሰርተ ኣርብዓን ሓሙሽተን ወዲ ሰብ ከገልግል እምበር ከገልግልዎ ኣይመጸን ይብለና። ስለዚ ጎይታ የሱስ ክርስቶስ ከገልግል እዩ መጺኡ። ኣሜን ዶ ከገልግል እዩ መፅዩ ስለዚ ጎይታ ዝገብሮ ዘበለ ኩሉ ትምህርቲ ይምህር ኣሎ ማለት እዩ ሎማ ኣንቲ ሕጂ ካብዛ ምዕራፍ ዓሰርተ ሓደ ሎማ ኣንቲ ንርእን ጎይታ የሱስ ክርስቶስ ካብ ዝመሃሮ ትምህርትስ ሓደ ኢና ወሲድና ክንርኢ ቅድሚ ናብዛ ትምህርቲ ምብፅሐይ ሰለስተ ኣብ ማርቆስ ወንጌል ዝመሃረሉ ጎይታ የሱስ ክርስቶስ ጥቕስታት ክንርኢ እሞ ሽዑ ቀጥታ ናብዛ ምዕራፍ ቀጺልና ክንከይድ ኢና። ኣብ ምዕራፍ ኣርባዕተ ቁጽሪ ክልተ ርእዩ። ማርቆስ ወንጌል ምዕራፍ ኣርባዕተ ቁጽሪ ክልተ ብብዙሕ ምስላታት ድማ መሃሮም በቲ ምህርኡ ከኣ በሎም ኢሉ ጎይታ የሱስ ክርስቶስ ይምህር ከም ዝነበረስ ኣብ ማርቆስ ወንጌል ኣርባዕተ ቁጽሪ ክልተ ይነግረና። እዚኣ እታ ናይ መጀመርታ ትምህርቱ ኣብ ማርቆስ ወንጌል ማለት እዩ እግዚኣብሔር ዝተመስገነ ይኹን ካልኣይቲ ከዓኒ ምዕራፍ ዓሰርተ ቁፅሪ ሓደ ዘላ ካብኡ ተላዒሉ ናብ ወሰን ምድሪ ይሁዳን ናብ ማዕዶ ዮርዳኖስን መፀ ከም ብሓድሽ ከዓ ብዙሕ ህዝቢ ናብኡ ተኣከበ ከምቲ ልማዱ እውን መሊሱ መሃሮም ይብለና ስለዚ ነቲ ካልኣይ ትምህርቱ ድማ ኣብዚ ይምህር። እታ ሳልሰይቲ ትምህርቲ ሎሚ ንሪኣ ድማ ምዕራፍ ዓሰርተ ሓደ ቁፅሪ ሸውዓተ ዘላ ቁፅሪ ዓሰርተ ሸውዓተ ዘላ ምዕራፍ ዓሰርተ ሓደ ንዓ ድማ ከነንብባ ኢና። እግዚኣብሔር ዝተመስገነ ይኹን። ምዕራፍ ዓሰርተ ሓደ ቁፅሪ ዓሰርተ ሸውዓተ ድማ ከምዚ ይብለና ቤተይ ንኹሎም ኣህዛብ ቤት ጸሎት ትበሃል ጽሑፍ ደይኮነን፣ ንስኻትኩም ግና በዓቲ ጐሓሉት ገበርኩማ ኢሉ ውን መሃሮም። ሕጂ ሎማዓንቲ እንርእዮ ካብዛ ምዕራፍ ዓሰርተ ሓደ ብዛዕባ ጐይታ የሱስ ክርስቶስ ኣብቲ ሳልሳይ ትምህርቱ ኣብ ማርቆስ ወንጌል ካብ ዝተማህረ ትምህርቲ ናይ ጎይታ የሱስ ክርስቶስ ትምህርቲ እዩ ድማ ወቅቱ ድማ ጎይታ የሱስ ክርስቶስ ናብ የሩሳሌም ከይዱ ኣብ የሩሳሌም ኣብ ቤተ መቅደስ ኣብ ዝኣተወሉ እሞ ከዓኒ ካብ ቢታንያ ናብ የሩሳሌም ዘሎ መንገዲ ዝተፈጸመ ግዜ እዩ ማለት ድሕሪ ምዕራፍ ዓሰርተ ነቲ ጰርጠሌመዎስ ምፍዋሱ ዘሎ ኣብተን ሽዱሽተ መዓልቲ ናይ ጎይታ የሱስ ክርስቶስ ናይ መወዳእታ ሳምንቲ ዝተፈጸመ ፍጻሜታት እዩ ስለዚ ናይ ቅጽበት ፍጻሜ እዩ ናይ ብታህዋኽ ዝፍጸመሉ ዘሎ እዩ ምክንያቱ ሞት ኣብ ቅድሚኡ ስለ ዘሎ ናይዚ ምድሪ እዚ ተልእኮኡ ድማ ክፍጽመሉ ዝጓየየሉ ዘሎ እዋን እዩ። ስለዚ ብደንቢ ክርድኣናን ከነስተውዕሎን ዝግብኣና ትምህርቲ እዩ። ኢየሱስ ክርስቶስ ጎይታ እዩ። እሞ ኣብዚ ቦታ እዚ ሕጂ እንታይ እዩ ዝኸውን ዘሎ እንተ ኢልኩምኒ ጎይታ የሱስ ክርስቶስ መንበሪኡ መዕረፊኡ ኣብ ቢታንያ ይገብር ናይ ስራሕ ቦትኡ ድማ ናይ ኣገልግሎት ቦትኡ ድማ ኣብ ዮሩሳሌም ይገብሮ። ቢታንያ ከምቲ ንዝክራ ኣልኣዛርን ማርታን ዝቐመጡላ ዘፍቅሮም ስድራቤት ዘለዋ ዓዲ ኣልኣዛርን ማርያምን ማርታን እያ። ስለዚ ካብዛ ቦታ እዚኣ የዕርፍ እሞ ኣብኣ መጺኡ ይሓድር፣ ክሰርሕ ክዓዪ ከገልግል ድማ ናብ ዮሩሳሌም ይኣቱ። ስለዚ እቲ ጕዕዞ ካብ ቢታንያ ናብ የሩሳሌም፣ ካብ የሩሳሌም ድማ ናብ ቢታንያ፣ ካብ ቢታንያ ኸኣ ናብ የሩሳሌም እንዳበለ እዩ እቲ ኣገልግሎታት ዝፍጽሞ ነይሩ ኢና ንብል ዘለና። የሱስ ክርስቶስ ጐይታ እዩ። ሕጂ እቲ ሓሳበይ እንዳሓዝኩምን እንድሕሪ ደኣ ኬድኩም ቀጺልና ናብቲ ምዕራፍ ዓሰርተ ሓደ ውርድ ክንብል ከለና ሕጂ እሞ ካብዚ ነገር እዚሲ እንታይ ኢና ክንመሃር ኢና ሎማዕንቲ ገላ ሸውዓተ ሓሳባት ክንዛረብ ኢና እግዚኣብሔር ዝተመስገነ ይኹን ብዋንነት ክትሕዝዎ ዝደልየኩም ግን ክልተ ነጥብታት ጸቂጥኩም ክትሕዝዎ ይደሊ እግዚኣብሔር ዝተመስገነ ይኹን ሓንቲ ገረብ ኣላ ልምዕቲ ገረብ የሱስ ፍረ ይደሊ ካብኣ እሞ ፍረ ዘይብላ እቲ ካልኣይ ሓሳብ ድማ ጎይታ የሱስ ክርስቶስ ኣብ ቤተ መቕደስ ይኣቱ እሞ ቤተ መቕደስ ድማስ ሸቐጥ ቦታ ኮይኑ ይጸንሖ። ስለዚ ናይዚ ቦታ እዚ ፍጻሜ ኢና ሎማዓንቲ ብዋንነት ጸቒጥና እንሪኦ ካብዚ ምዕራፍ እዚ። እታ መጀመርታ ብዛዕባ ፍረ እያ፣ እታ ካልኣይቲ ድማ ብዛዕባ ምብልሻው ብዛዕባ ኮራፕትድ ምዃን ብዛዕባ ዕዳጋ ምቕያር እዩ ዘሎ እቲ ሓሳብ። ሓሳቡ ሓደ ዓይነት እዩ ንሓደ ሰብ ንሓደ ዓይነት ህዝቢ እዩ ዝዛረብ ዘሎ ግን ኣብ ዝተፈላለየ መድረኽ ብዝተፈላለየ ገፁ እዩ ዘርእየና። ኢና ንብል ዘለና። እግዚኣብሔር ዝተመስገነ ይኹን። ስለዚ ናብታ ኣድጊ ዕሉ ጻዕብ ኣድጊ ምጹ ምስ በሎም ከይዶም ደቀ መዛሙርቲ ኣብዚቶም ክልተ ዝተላእኩ ሰባት ካባታቶም እንመሃሮ ነገር ሓደ ምእዛዝ እዩ። እንታይ እዮም ገይሮም እንተ ኢልኩምኒ ኬድኩም ኣምጹ ምስ ተባህሉሲ ምዕራፍ ዓሰርተ ሓደ ቁፅሪ ኣርባዕተ ኬድኩም ክትርኢ ከለኹም ከዱ ኢላ እያ ትጅምርታ ጥቕሲ ንምንታይ ከምዚ ትብል፣ ንምንታይ ከምዚ ትገብር፣ ንምንታይ ኢልካ ይዕሉ ወይ ዝኾነ ዓይነት ሕቶስ ኣይሓትዎን እዮም። ንናይ ጐይታ ቃልሲ ከም ዘለዎ እዮም ዝእዘዝዎ። በቃ ንሱ ይብሎም ንሶም ድማስ ወጺኦም ይኸዱ። ኣሕዋተይ ንናይ እግዚኣብሔር ቃል ከም ዘለዎ ኢኻ ክትቅበሎ ዘለካ። ናይ እግዚኣብሔር ቃል ከም ዘለዎ ኢኻ ትእዘዞ። ተዛራቢ ኣይኮነን ዘድልየካ ቃሉ ድዩ ኣይኮነን እዩ ዘድልየካ ምሳይ ደለኹም ኢየሱስ ክርስቶስ ጎይታ እዩ ስለዚ ከይዶም ከምቲ ዝበሎም ክገብሩ ከለዉ ነምጽእ ቁፅሪ ሸውዓተ ነቲ ፃዕብ ከዓ ናብ የሱስ ወሰድዎ ይብል ሕጂ ኣብ ምዕራፍ ዓሰርተ ጳርጠለሜዎስ ዝገበራ እንተ ርኢኹም ሓደ ነገር እዮም ገይሩ ዘገርም ሰብ እዩ ዝበልኩኹም በዚ እየ ባርኖሱ ይውፅእ ደርቢ እዩ እቲኦም በዓል ዮሃንስን ያዕቆብን ግን እንታይ እዮም ዝብሉ ነይሮም ሓደ ብየማን ሓደ ከዓ ብፀጋም እዮም ዝብሉ ነይሮም ንሱ ግን ጎይታ ፀዊዕዎሲ ፃውዒት ጎይታ ይዓቢ ካብ ፖዚሽን ልብሲ ምልክት ናይ ፖዚሽን ባርኖስ ናይ ፖዚሽን ናይ ስልጣን ናይ ቦታ ምልክት እዩ ፖዚሽን እዩ ዝገልፅ ልብሲ ንኣብነት ፖሊስ ፖሊስ ልብሲ እንተለቢሱ ፖዚሽኑ እዩ ፖሊስ እዩ ዶክተር ዶክተር ልብሲ እንተለቢሱ ፖዚሽኑ እዩ ልብሱ ተምሃራይ ድማ ተምሃራይ ልብሲ እንተለቢሱ ሲ ተምሃራይ ፖዚሽኑ እዩ ምሳይ ዶ ኣለኹም? እዚ ባርኖሱ ምድርባዩ እምበኣር ንሱ እዩ ዝገብር ዘሎ። ሕጂ ናተይ ቦታ፣ ሕጂ ናተይ ፖዚሽን ባርነት ኣይኮነን። ሕጂ ናተይ ፖዚሽን ምልማን ኣይኮነን። ሕጂ ናተይ ፖዚሽን ጎይታ ጻውዒት ይዓቢ ካብዚ ነገር እዚ። እቲኦም ብዛዕባ ፖዚሽን ይዛረቡ ኣለዉ፣ ንሱ ግን የሱስ ጻውዒት ይዓቢ። እዩ ዝብል ዘሎ። እዚ ሪኦም ኣለው እዚ ተማሂሮም ኣለው ደቂ መዛምርቲ ቁጽሪ ሸውዓተ ምዕራፍ ዓሰርተ ሓደ ክትከዱ ከለኹም ነቲ ጸዓብ ከኣ ናብ የሱስ ወሰድዎ ቀጥታ ዝገበርዋ እተ ኣለዉ ኮይኖም ባርነሶም ኣውጺኦም ኣብቲ ኣድጊ ምልጣፍ እዩ የሱስ ክርስቶስ ጎይታ እዩ ሕጂ ንፖዚሽን ኣይንበርን ኢሎም ሕጂ ከምዚ ዓይነት ናብራ ኣይኮነን ክቕየር ኣለዎ እናባብራ ኢሎም እግዚኣብሔር ዝተመስገነ ይኹን ስለዚ ተቐይሮም ይመሃሩ እዮም ነይሮም ዝመሃሩ እዮም ነይሮም ካብ የሱስ ዝቐድሑ ሰባት እዮም ነይሮም ዝኩሪኹምሽ ግብሪ ሃዋርያት ምዕራፍ ሰለስተ ሲ ነቲ ዝለመሰ ሰብ በዓል ጴጥሮስ ናባና ጠምት ምስ በሎስ ንሕና እኮ ወርቅን ብሩርን የብልናን ንሱ ገንዘብ ዝቦ እዩ መሲልዎ ገለ ወርቂ ዘውድቕሉ መሲሉ ጴጥሮስ ግን ንሕና ወርቅን ብሩርን የብልናን ኢልዎ ዘለና ግን ስም የሱስ እዩ ካበይ ተማሂርዎ ካበይ ቀዲዕዎ ተልኩምኒ ካብ ጎይታ ተማሂርዎ እዩ ክብሪ ንስሙ ይኹን ስለዚ ንሕናስ ከምኡ ኢና ክንከውን ዝግብኣና እየ ዝብለኩም ዘለኹ ብዙሓት ድማ ኣብቲ መገዲ ክዳውንቶም ኣንጸፉ ካልኦት እውን ኣእዋም ሰሰሊዖም ጨንፈርሲ ኣብቲ መገድስ ክነስንሱ ጀሚሮም ቀቅድሚኡ ዝኸዱን ደድሕሩ ዝስዕቡን ከዓ ዓው ኢሎምሲ ሆሳእና ብስም እግዚኣብሄር ዝመፅእ ብሩኽ እዩ እንዳበሉስ ክጭድሩ ጀሚሮም ሆሳእና ክብሉ ጀሚሮም። ስለዚ ጎይታ የሱስ ክርስቶስ ናብ የሩሳሌም ክኣቱ ከሎ ብኽብሪ፣ ብዓጀብ፣ ብስልጣን፣ ብቦልድነስ እዩ ዝኣትዎ ናብ የሩሳሌም። እግዚኣብሔር ዝተመስገነ ይኹን። ኣብዚ መጽሓፍ ቅዱስ ኣይነግረናን እዩ ግን ናይ ታሪክ መጻሕፍቲ ናይ ኣይሁድ ክገልጾ ከሎ ነዚ ከምዚ እዩ ዝብል ኣብቲ መዓልቲ ናይ ሰለብረሽን ጎይታ የሱስ ክርስቶስ ኣብ የሩሳሌም ክኣቱ ከሎ እቲ ዝኣተወ ህዝቢ ክገልጹ መታን ሽዑ ዝተሓረዱ ኣባጊዕ ክልተ ሚእትን ሱሳን ሽሕ ኣባጊዕ ተሓሪዶም ኣብቲ ቅንያት ኣብቲ ግዜ እቲ which means ሓደ በጊዕ በዚ ናትና ቋንቋ መኣዲ ክንደይ ሰብ ኢና ንገብሮ ብኣባና ሓደ መኣድስ ክንደይ ሰብ ይሕዝ? ሸሞንተ፣ ኣብ ገለ ዓድታት ድማ ዓሰርተ፣ ከምኡ ድማ ትሽዓተ፣ ዓሰርተ ሓደ ማለት እዩ። ግን በቲ ሸሞንተ እንድሕር ደኣ ካልኩሌት ጌርኩሞ፣ ክልተ ሚእትን ስሳን ሽሕ ዝረብሑ ብሸሞንተ እንድሕር ጌርኩሞ፣ ልዕሊ ክልተ ሚልዮን ህዝቢ ከተማ የሩሳሌም መሊኡ። ከምዚ ዓይነት ኣቀባብላ ከምዚ ዓይነት ክብሪ እሞ ከኣ ካብ ገሊላ ዝመጸ ጸራቢ ወዲ ጸራቢ ሰብ ደቀ መዛሙርቱ ከማን ኤክስፐክት ዘይገብርዎ ህዝቢ ብምሉኡስ ንየሱስ ብክብሪ ኣብ የሩሳሌም ኣእትይዎ የሱስ ክርስቶስ ጎይታ እዩ ስለዚ ጎይታሲ በቃ ክቡር ነገር ብ ዓጀባ ብክብሪ ብቦልድነስ እዩ የሩሳሌም ዝኣትዋ ዘሎ ምድሓንካስ ብከምዚ ዓይነት ክብሪ እዩ ተፈጺሙ እየ ዝብለካ ዘለኹ። ዝገርመኩም ግን ሕጂ ናብቲ መልእኽትና እንዳኸድና እንዳኣተና ንኸይድ ኣለና። I know ብጣዕሚ ከቢድ ዝኾነ መልእኽቲ ስለ ዝኾነ ኮንፍረንት እንዳገበርኩም ስምዑኒ ግን ኣነ ዘይነገርኩኹም መን ክነግረኩም። ጎይታ የሱስ ክርስቶስ ሕጂ ልክዕ ናብ የሩሳሌም ክኣቱ ከሎ ንሶም ኣብ ገለ ስፍራ ክቕመጥ ኣብ ዝኸበረ ቦታ ክኸውን እንዳተጸበይዎ ከለውስ ንሱ ግን ተኺሉስ ናብ ቤተ መቕደስ ይኣቱ ይብለና። ናበይ ኣትዩ? ናበይ ኣትዩ ኢለኩም ኣለኹ? ናብ ቁፅሪ ዓሰርተ ሓደ የሱስ ኣብ የሩሳሌም ናብ ቤተ መቕደስ ኣተወ፣ ንኹሉ ግልጽ ኢሉ ምስ ጠመቶ መስዩ ነበረ እሞ ምስቶም ዓሰርተ ክልተ ናብ ቢታንያ ወፀ ይብል። ሕጂ ርእይዎ ኣጽኒዕዎ ኩሉ እቲ ዝፍጸም ዘሎ ጸልሚት ኢዩ ነይሩ ሽዑም ከምቲ ዝድለ እቲ ዕዳጋ ኣክቲቬት ኣይኮነን ግን ርእይዎ ኩሉ ናብ ቢታንያ ተመሊሱ ይብለና የሱስ ክርስቶስ ጎይታ ኢዩ ሕጂ ናብ ቢታንያ ናብቲ መዕረፊኡ ምስ መጸ ክምለስ ከሎ እታ ገረብ ሕጂ ኣብዚኣ ትመጽእ ቁጽሪ ዓሰርተ ክልተ ንጽባሒቱ ድማ ይብለና ኣብታ ካልኣይቲ መዓልቲ ማለት እዩ ካብ ቢታንያ ክወጹ ጠመየ ይብለና ሕጂ ካብ ቢታንያ ንግሆ ከይቆረሱ ይወጹ እሞ ጎይታ የሱስ ክርስቶስ ይጠሚ ልክዕ ከምዚ ከማይን ከማኻትኩምን ስጋ ለብስ ስለ ዝነበረስ ይጠሚ እሞ ሽዑ ሓንቲ ኦም ይርኢ ሕጂ ፋሕ እንዳበልኩኹም እየ ዝኸይድ ዘለኹ ግን ክመጻኩም እየ የሱስ ጎይታ እዩ ይጠም እሞ ሽዑ ነታ ሓንቲ ካብ ርሑቕሲ በለስ ይርኢ ቆጽሊ ዘለዋ በለስ ይርኢ ቆጽሊ ዘለዋ በለስ ይርኢ ስብ ዓሰርተ ሰለስተ ምናልባሽ ገለ እንተረኸበላ ክርኢ ከዓ ናብኣ ኸደ ናብኣ መፅኡ ከዓ ግዜ በለስ ኣይነበረን እሞ ቆፅሊ እምበል ገለ እኳ ኣይረኸበላን ይብል። መሊሱ ድማ፣ ሽዑ ካባኺ ሓደ እኳ ንዘለኣለም ፍረ ኣይብላዕ በላ፣ ደቀ መዛሙርቱ እውን ሰምዕዎ። ሕጂ ጐይታ ዝፈልጥዎ ለዋህ፣ ዝድንግጽ፣ ምሕረት ዝገብር፣ ከምዚ ዓይነት ፍርዲ ዘለዎ ዲስትራክት ዝገብር ፍርዲ ዘመሓላልፍ ጐይታ ኣይፈልጥዎን እዮም። ንመጀመርታ ግዜ። ኣብ ብሉይ ኪዳን ፍርዲ ቁጥዐ ዘለዎ ካብ ኣምላኽ ክመሓላለፍ ትርኢ ኢኻ። ኣብ ናይ ጎይታ ኣገልግሎት ግን ብለውሃት ብምሕረት ብኹሉ እዩ ዘገልግል ነይሩ። ኣብዚ ምስ በጽሐ ግን እንኮላይ ብፍርዲ ይልቀቅ። እግዚኣብሔር ዝተመስገነ ይኹን። ስለዚ ነዛ በለስ እንታይ ይብላ? ይረግማ። ድማ ንዓኣ ጥራሕ ዘይኮነስ ናታ ሲዝን ብሙሉኡስ ንዘልኣለም ኢሉ ድማስ ይወቕዖ ማለት እዩ ok ሕጂ በለስ ኣላ ኣብዚ ኣብቲ ከኣ ቤተመቕደስ ናይ ሸቐጥ ቦታ ኣሎ ንኺድ ቁጽሪ ዓሰርተ ሓሙሽተ ናብ የሩሳሌም ከኣ መጹ ናብ ቤተመቕደስ ኣትዩ ከኣ ነቶም ኣብታ ቤተ መቕደስ ኮይኖም ዚሸጡን ዚሻየጡን ከውጽኦም ጀመረ፣ ሰደቓ ሸረፍትን መንበር ሸየጥቲ ርግብን ደንከለ ይብለና። ሕጂ ኣትዩ ናብቲ ቤተ መቕደስ ከም እንደገና መጽዩ ካብ ቢታንያ ኣትዩ ሕጂ ክግልብጦ ይጅምር፣ ከውድቆ ይጅምር፣ ክደራብዮ ይጅምር። ሓደ እኳ ኣቕሓ ጾይሩ በታ ቤተ መቕደስ ክሓልፍ ኣይፈቐደን እሞ ኢሉ ናብታ ዘንበብናያ ቁጽሪ ዓሰርተ ሸውዓተ ቤተይ ንኹሎም ህዝብታት ቤት ጸሎት ትበሃል ጽሑፍ ደይኮነን ይብሎም ስለዚ ንስኻትኩም ጽሑፍ ደይኮነን ምስ በለ ንስኻትኩም ግና በዓቲ ጓሓሉት ገበርኩማ ኣብዚ ደው ንበል እሞ እንታይ ገበርኩማ በዓቲ ጓሓሉት ገበርኩማ ይብሎም። ጌርኩሞ ዘለኹም ቤተይሲ ቤት በዓቲ እንታይ ማለት እዩ? በዓቲ ኣሕዋተይ መሕብኢ መሕብኢ ምንታይ? መሕብኢ ጓሓላሉ፣ መሕብኢ ሰረቕቲ፣ መሕብኢ ዓመፀኛታት፣ መሕብኢ ሓጢኣተኛታት፣ መሕብኢ መጠፋፍእቲ ቤት ኣምላኽሲ ከምኡ ጌርኩሞ፣ ቤተይ ከምኡ ጌርኩሞ። የሱስ ክርስቶስ ጎይታ እዩ። ኣሜን። ይሰውረና ዶ ካብዚ? ኣሕዋተይ ኣብዚ ዘመን እዚ ኣብቲ ናይ ጎይታ ዘመን ከምኡ እንተ ደኣ ሰብ ገይሩሲ ኣብዚ ኣነ ንስኻትኩም እንነብረሉ ዘለና ዘመን እንታይ ጋራንቲ ኣለና ቤት ኣምላኽ ከምዚ ኣይንገብሮን ጌርኩሞ ኢለ ድየ እንተተፈትሽና ግን ንስኣን ቤት ኣምላኽ ዝበለጸ መሕብ ሓጢኣት ዝገበርናዮ ሰባት ንስኣን ቤት ኣምላኽ ዝበለጸ መሰወሪ መደበቒ ናይ ክፉእ ነገር ዝገበር ሰብ ይስኣን ኣምላኽ ግን ይብል ኣሎ ሎሚ ቤተይ ቤት ጸሎት ትበሃል ይብለካ ኣሎ ይብለክ ኣሎ እግዚኣብሔር ቤተይሲ ንኩሎም ህዝብታት ቤት ጸሎት ትበሃል ከምዚ ዘመን እዚ እሞ ብዙሕ ነገር ዘይመሃረና ዘመን የለን ብዙሕ ነገር ይምህርና ብዙሕ ነገር ርኢና ኢለኩም ኣለኹ ጎይታ ዝረኣያላ በለስ እዩ ምሽ እዚ ቆጽሊ እዩ ምሽ ጠጢዓ እያ ጸቢቃ እያ እንተኸደ ጎይታ ግን ለካ ጎይታ ዝደልዮስ የብላን ክንደይ ኮን ኸውን ሎሚ ሰብ ብደገ ኣዚና ዝጸበቕና ብደገናሲ ናይ ኣምላኽ ሰባት በቃ ንመስል ግን ሰብ ምስ ቀረበና ዝብላዕ ዘይብልና ብደጌና ዝለማዕና ብደጌና ሲ እነብህግ ሰባት ፕሪተንድ እንገብር ኣብ ሂወት ክንደይ ኮን ንኸውን ክንደይ ኮን ንኸውን ኣብዚ ዘመን እዚ ቆፅሊ ኣሎ የብህገካ እዩ ብደገ ብማዕዶ ክትሪኦ ደስ የብል እዩ ግን ሰብ ምስ ቀረበካ ግን ዓለም ዓለም ኢኻ ትሽትት ግን ምስ ቀረበካስ የብልካን ዝብላዕ የብልካን ናይ ኣምላኽ ጨናም የብልካን ናይ ገዛእ ርስኻ ናይ ምድሪ ናይ ዝሓላፊ ነገር ኣምላኽ ይሰውረና ዶ ኣሕዋተይ ይሰውረና ዶ ክንደይ ሰብ ኮ ንኸውን ሎሚ ብከምዚ እተታሕዘ ኣነ እግዚኣብሔር ይብለኒ ኣሎ ቤተይ ቤት ጸሎት ንኩሎም ህዝብታት እዩ ቤተይ ንኩሎም ህዝብታት ቤት ጸሎት ትበሃል ኣለዎም እኮ ቤት ኣምላኽ እኮ እዮም ዘለዉ ቤት ኣምላኽ እኮ እዮም ዘለዉ ሊቀ ካህናት ኣለው፣ ኣገልገልቲ ኣለው፣ መዓት ነገራት እኮ ኣለው። ግን ኩሉ ደገ ግን እንታይ መሊኦሞ? በቃ ዝበለፀ ረብሓ ዝርከበሉ ዕዳጋ ሱቅ ኣልሻዕቢ ናይ ሱዳን ኩሉ በቃ ዝጎየሉ ዕዳጋ ዝመጸ ዘበለ በቃ ዝኸስበሉ ዝረብሓሉ ኣምላኽ ካብዚ ይሰውረና። ኣብዚ ዘመን እዚ ኣሕዋተይ እግዚኣብሄር ከጽርዮ ዝደሊ ነገር እዚ እዩ። እግዚኣብሄር ከጽርያ ደለ ኣሎ ንህዝቡ ንህዝቡ ከጽሪ ደለ ኣሎ ኣብዚ ዘመን እዚ ከምዚ ዘመን እዚ ኣይረኣናን ዲና ኣብ ዘመንና ኣብ ቅድሚ ዓይንና ኣይተሸጠን ድዩ? ዕዳጋ ኣይተገብረን ድዩ? ዘይቲ ተሸጠን ድዩ? ጸሎት ኣይተሸጠን ድዩ? እዚ ዘመን እዚ የለን። ኣብዚ ዘመን እዚ እንታይ ጋራንቲ ኣለና? ኣነ ንስኻትኩም ኢለ ድየ? እንተተፈትሽና ግን መሕብኢ ዝገበርና ግን ንስኣን ኣብ ቤት ኣምላኽ እኮ ዝበለጸ መሕብኢ እኮ እዩ። ንሓጢኣት ዝበለጸ መሕብኢ እዩ። ትፈልጡ ኢኹም ምሽ ቆሮንጦስ ክዛረብ ከሎ እንዳ ካብቶም ኣብ ዓለም ዘለዉሲ ዝበኣሰ ሓጢኣት ኣብ ሰይተብኡ ዝኣተወ ሰብሲ ኣበይ ኣሎ ኢሎም ኣብ ማእከልኩም ኣሎ ማለት እኮ በዓቲ ንስኻትኩምሲ በቃ ቆሮንጦስ መሕብኢት ዝበለጸት መሕብኢት ዝበለጸት መሕብኢት እግዚኣብሔር ግን ይብል ኣሎ ቤተይ ቤት ጸሎት ንኹሎም ህዝብታት እያ ልክዕ ክኣቱ ከሎ ኩሉ እቲ ደጌታት ስንሶም እዮም መሊኦሞ ህዝብታት በቃ እቲ ደገ ከ ናይ መን እዩ ዝምልከት በቲ ናይ ብሉይ ኪዳን እንድሕር ርኢኹሞ ኣብ ደገ ኣህዛብ ዘበሉ ወገን ናይ ኣህዛብ ስመፂኦም ኣብኡ እዮም ንኣምላኽ ዝሰግዱ ኣብቲ ውሽጢ ኣይኣትዉን እዮም፣ ኣብቲ ደገ ይዀኑ እሞ፣ ኣብኡ ዀይኖም የምልኽዎ ንኣምላኽ፣ ኣብኡ ዀይኖም ይሰግዱ። ንሶም ግን ነቲ ናይ እግዚኣብሄር ከምልኹሉ ኣህዛብ ክመጽዎ ዝግብኦ ቦታስ ኩሉ እንታይ ገይሮሞ ኢለኩም ኣለኹ ምሽ ኣብታ መጀመርታ ኣትዩ ምሸት ስለ ዝነበረስ ናብ ቢታንያ ተመሊሱ እስኪ ሕጂ ረእይዎ ጎይታ የሱስ ክርስቶስ ኣትዩ ርእይዎ ኣብዚኣ በጊዕ ትሽየጥ ኣላ፣ ኣብዚኣ ኸኣ ርግቢት ትሽየጥ ኣላ፣ በዚኣ ኸኣ ከምዚኣ ኽዳን ትሽየጥ ኣላ፣ ኣብዚኣ ኸኣ ኸምዚኣ፣ ኦ እዚኣ ኸኣ ዘይቲ ይሸጡላ ኣለዉ፣ እዚኣ ኸኣ ከምዚኣ ማይ ትሽየጥ ኣላ፣ ኣብዚኣ ኸኣ እንቋቑሖ ትሽየጥ ኣላ ኢሉ ኩሉ ርእይዎ ጐይታ የሱስ ክርስቶስ እንተ ዝኸይድ እንታይ ምተማህሩ ደቂ መዛሙርቲ እንታይ ምተማህሩ? ኩሉ ሰተት ኢሉ ከይድ ኣሎ ናይ ቤት ኣምላኽ ነገር ስለዚ ኩሉ ቅኑዕ እዩ ኣይምበሉን ደቂ መዛሙርቲ ከምኡ በሉ በዓል ጴጥሮስ በቃ ዝበለፀ እንዲያው ከማን ዝበለፀ ጎይታ ኣብ ፕሩፍ ስለ ዝገበሮ ሲ ዝበለፀ ዕዳጋ ክንገብሮ ዝግባኣና ሳብኡ እዩ ኢሎም ሲ ንሶም ከማንስ እንታይ ምገበሩ ማሕበሩ በቲ ሓደ ግልባጥ ተሪኢካ ከኣ እቶም ሊቀ ካህናት ፈሪሳውያን ሰዱቃውያን ከኣ እንታይ በሉ ጎይታ ከማን ደጊፍዎ እዩ ስለዚ እዚ ተቃውሞ ስለ ዘይብሉ ብዘናትና ነገር እንዲያው ሞት ኣይግብኦን እዩ ነቲ ናይ ምድሓን ዝዓበየ ኣጀንዳ ሲ እንታይ ምኾነ ምፈሸለ ጎይታ ግን ኩሉ ብዕላማ ይገብሮ ስለ ዝነበረ ንትምህርትና ይኸይድ ስለ ዝነበረ ሲ ኩሉ ነገር ሲ ርእይዎ ከይዱ መሲዩ ስለ ዝነበረ ተመሊሱ ግን ከውድቆ ጀሚሩ ኢየሱስ ክርስቶስ ጎይታ እዩ ቤተይሲ ቤት ጸሎት ንኹሎም ህዝብታት ትበሃል ንስኻትኩም ግና በዓቲ ጌርኩማ ኢኹም በዓቲ ናይ ምንታይ ናይ ጓሓላሉ ሮበርስ መሊእኩሞ በቃ ቲፍ ለያቡ ሰረቕቲ ኣብዚ ኮንኩም ኹም ትሰርቁ ዘለኹም ኣብዚ ኮንኩም ኹም ትዕምፁ ዘለኹም ቢዝነስ ኣለዎም እቶም ምስቶም ሊቀ ካህናት ርክብ ኣለዎም ንዕኦም የርብሕዎም እቲኦም ድማ ሽቅጦ ምክንያቱ ኩሉ ነገር ምትሓዝ ዘለዎ እዩ ስለዚ ኩሉ ተበላሹ ኢየሱስ ክርስቶስ ጎይታ እዩ ኣጆኹም ከቢድት መልእኽቲ ምሽ ጸገም የብሉን ክንጸሪ ስለ ዘለና እዩ ከነግረኩም ኣለኒ ንሕና ክንነግረኩም ኣለና ክንዛረብ ኣለና ቃል እግዚኣብሔር ዝብሎ ስለ ዝኾነ ኩሉ ከኣ ከምቲ ቃሉ ክንከይድ ኣለና ኢየሱስ ክርስቶስ ጎይታ እዩ ስለዚ ቤት ኣምላኽ ናይ ሓጢኣተኛታት ናይ ዓመፀኛታት መሕብኢት ኣይኮነትን ቤት ኣምላኽ ሓጢኣተኛታት መጺኦም ካብ ሓጢኣቶም ዝፍትሑላ ቤት እያ ኣሜን ዶ ኣሜን በሉ እስኪ ነዚ ቤት ኣምላኽ ሓጢኣተኛ መጺኡ እንታይ ዝገብረላ ቤት እያ ዝፍወሰላ ዝጸናናዓላ ዝናገፈላ ቤት እምበር ሓጢኣተኛታት ተሓቢኦም ዝነብሩላ ዋሻ ምዕብ ዱር ኣይኮነትን ቤት ኣምላኽ ቤት ኣምላኽ ንኹሎም ህዝብታት ቤት ጸሎት ክትበሃል ብግዲ ኢየሱስ ክርስቶስ ጎይታ እዩ ንስኻትኩም ከምኡ ጌርኩም ኣይበልኩን ኣነ ኣብኡ ከምኡ እንተገይሩ ግን ጋራንቲ የብልናን እየ ዝብል ዘለኹ ኢየሱስ ጎይታ እዩ ስለዚ ክሳብ ሕጂ ኣብ ቤት ኣምላኽ እንታይ ክኸውን እዩ ዝግብኦ ሓርነት ክኸውን ሓጢኣተኛታት ክፍትሑ ክናገፉ ምድሓን ክረኽቡ እዩ ዝግብኦም እምበር ሓጢኣተኛታት ተሓቢኦም ክቕፅሉስ ኣይግብኦምን እዩ ቤት ኣምላኽ መጺኻ ተስፋ እዩ ዘሎ ቤት ኣምላኽ መጺኻ ሓርነት እዩ ዘሎ ቤት ኣምላኽ መጺኻ ሰላም እዩ ዘሎ እግዚኣብሔር ዝተመስገነ ይኹን ስለዚ ብዝተፈላለየ ነገር ድሕሪ ደኺምኩም ኣጆኹም ኣይትተሓብኡ ካብ ዘለኹም እኮ ድኣ ውፅእ ኢልኩም ሲ ኣነ ደኺመ ኣለኹ ክትብሉ ንኣምላኽ እግዚኣብሔር እዚ እዩ ዝድግፎ ኣሜን ዶ ተዘይኮይኑ እንተተሓቢእካ ግን እንታይ ገብረካ ጎይታ መፅኡ ክድንክለካ እዩ ከውድቐካ እዩ ኢየሱስ ክርስቶስ ጎይታ እዩ ጐይታ ግን እንታይ ይደሊ? ከም ዘለኻዮ ቀሪብካስ ኣነ እነህ ኣለኹ፣ ደኺመ ኣለኹ። እግዚኣብሔር ዝተመስገነ ይኹን። ከም ዘለኻዮ ቆፅሊ ጥራሕ ሒዝካ ፕሪተንድ ኣይትግበር ኣብ ህይወት ኣይንግበር ኣሕዋተይ ከም ዘለና ኢና ኣብ ጎይታ ንምፃእ ጎይታ ምስ ራእየላ ልምዕቲ ግን ካልእ ነገር የብላን ዝብላዕ የብላን ከምኡ ንኸውን ኢና ምሽ ብደጌና ኣዚና ናይ ኣምላኽ ሰባት ንመስል ንበሃል ግን ሰብ ምስ ቀረበና ግን ለካ ውሽጥናስ ከትርን ዓመጽን ኩሉ ዝመላእና ሰባት ንኸውን። ዝብላዕ ዘይብልና ንኣምላኽ ዝኸውን ዘይብልና ጨና ናይ ክርስቶስ ጨና ናይ ኣምላኽ ጨና ናይ ወንጌል ጨና ናይ መስቀል ዘይብልና ሰባት ንኸውን ኢና። የሱስ ክርስቶስ ጎይታ እዩ። ግን ጎይታ ከምኡ ኮይንካ ክትቅጽል ኣይኮነን ዝደልየካ ክትመጽእ ኣብኡ እሞ ሓርነት ክትረክብ ኢየሱስ ክርስቶስ ጎይታ እዩ ኢየሱስ ጎይታ እዩ ኣሜን ዶ ክብሪ ንኣምላኽ ይኹን ክብሪ ንየሱስ ይኹን ክብሪ ንጎይታ ይኹን ስለዚ ነዚ ክልተ ነገር እዩ ከምዚ ገይሩ ጎይታ ዝኣልዮ ዘሎ እየ ዝብል ዘለኹ እግዚኣብሔር ዝተመስገነ ይኹን ምስታ ግዜ ደሓን ተን ሓሳባት ትብ ኣቢለኩም ፋሕ ኢልና ስለ ዝፀናሕና ሕጂ ጥርፍ ኣቢለ ካብዚ ምዕራፍ እዚ ስንታይ ንመሃር ገለ ነጥብታት ተዛሪበ ብኣ ክውድእ እየ እግዚኣብሔር ዝተመስገነ ይኹን ተሓንቲ ተዛሪበ እያ እያ ምእዛዝ ኣብቲ ኣድጊ ኺዱ ምስ በሎምሲ ቀጥታ እዮም እንታይ ገይሮም ኢለኩም ኣለኹ ተኣዚዞም ኢለኩም ኣለኹ። ካልኣይቲ ድማ ንገዛእ ርሱስ ኣብ ፈረስ ዘይኮነስ ኣብ ኣድጊ ዕሉ እዩ ተወጢሑ፣ ከም ኣገልጋሊ እዩ ጎይታ የሱስ መጺኡ ኢለኩም ኣለኹ። ሳልሳይ ድማ ብዛዕባ ጸሎት ብዛዕባ ጸሎት ድማ ምሂርዎም ብዛዕባ ጸሎት ምሂርዎም ኣት ሴም ታይም ድማ ብዛዕባ ቃል ምዝራብ ድማ ምሂርዎም እግዚኣብሔር ዝተመስገነ ይኹን ቁፅሪ ዕስራን ሰለስተን ካብ ዕስራን ሓደን ከንብባ እየ ጴጥሮስ ድማ ዘኪሩ መምህር እናሃታ ዝረገምካያ በለስ ነቂፃ በሎ ብለና ኢየሱስ ድማ መለሰ በሎም እውን ብኣምላኽ እመኑ ኢሉ እዚ ዝገበረሲ ናይ እምነት ነገር ምዃኑ መሰምፃሉስ ቁጽሪ ዕስራን ሰለስተን ክዛረቦም ከሎ ሽዑ ዝኾነ ይኹን እቲ ዝበሎ ከም ዝኸውን ዝኣመነ እምበር ብልቡ ዘይወላወል ነዚ ከረን ተንሲእካ ናብ ባሕሪ ጠሓል እንተበሎ ንኡ ከም ዝኾነሉ ብሓቂ እብለኩም ኣለኹ ይብሎ ይብሎም እንታይ ኢልዎም ሕጂ ናይ እምነት ነገር መሰምጻሎም ዝኾነ ይኹን ከምቲ ዝበሎ ዝኣምን ምስ በለ ብልቡ ዘይዋላወል ኢሉ ነዚ ኸረን እዚ ይብሎ ሽዑ እንታይ ይብሎ ተንሲእካ ናብ ባሕሪ ጥሓል እንተበሎ ንእኡ ከምዝኾነሉስ ባሕ ክብለኩም ኣለኹ ሕጂ ጸሎትና ጽቡቕ እዩ ምጽላይና ጽቡቕ እዩ ምእማንና ጽቡቕ እዩ ኣት ዘ ሴም ታይም ግን ሳምታይምስ ምዝራብ ቃል ኣምላኽ የድሊ እዩ ነቲ ናትካ ኸረን ነቲ ናትካ ሽግር ነቲ ናትካ ሕማም ነቲ ናትካ ጭንቀት ነቲ ናትካ ፍርሒ እንታይ ክትገብሮ ኣለካ ቃል ክትዛረቦ ኣለካ ኣነ ኩሉ ግዜ ሰባት እዩ ይብሉ እዮም ምሽ ዓበይቲ ናይ ኣምላኽ ሰባት ወይ ነብያት ወይ ገለ ክመጹ ከለዉ ኣባና ብዙሕ እኳ ተዘይሃሎ ኣነ ኣብ ኣምሓርኛ ህዝቢ የገልግል ስለ ዝነበርኩ ፖፑላር ቋንቋ እያ ንሳ ሓደ ነቢ እንድሕር ደኣ መጽዩ ነቢ ቃል ኣውጣለይ ቃል ኣውጻለይ ምሽ ብፍላይ ኣብ ሃድያ ህዝቢ ስለ ዘገልገልኩ ምስ ሃድያ ብጣዕሚ እዮም ዝፈትዎ ከምኡታት ብሩኻት ቃል እስኻ እኻ ተውጻሉ ነቲ ኩነታትካ እንታይ ኢሉ እቲ ቃል ብልቡ ዘይዋላወል ምስ በለስ ነዚ ኸረን ተንሲእካ ናብ ባሕሪ ጣሓል እንተበሉልካ ንሱ ድማ እንታይ ይኸውን እንተበሉልካ ድዩ ቃል እንተውፁልካ ኣሕዋተይ ቃል ባዕልኻ ኢኻ ተውፅኦ ንስኻ ነቲ ከረን ናትካ ነቲ ናትካ ሽግር ዝተፈላለየ ዓይነት መቸም ከረን ክብለኩም ከለኹ ሕጂ ዝተፈላለየ ዓይነት ሰብ ነናቱ ዝሓልፎ ነገር ኣለዎ ምሽ ንስኻ ሕጂ ባዕልኻ ነቲ ነገርካ ቃል ባዕልኻ ኢኻ ትዛረቦ ተንሲእካ እንታይ ትብሎ ሊሚት ኣለካ ሕጂ ግን ብዙሕ ጸልየልካ እየ ብዙሕ ጾምን ጸሎትን ወሲደልካ እየ ሎሚ ግን እነግረካ ኣለኹ እዚ ቃል እዚ በዓል ስልጣን ስለ ዝኾነ ናትካ ንጉስ ስለ ዝኾነ እዚ ቃል እዚ ተንሲእካ ናብ ባሕሪ ክትጥሕል በዚ ቃል በዚ ስልጣን እዚ ይእዝዘካ ኣለኹ ትብሉ ኣሕዋተይ ባዕልኹም ሳምታይምስ ምጽላይ ሓሊፍካስ ቃል ምዝራብ የድሊ ባዕልኻ ቃል ምዝራብ ነቲ ነገርካሲ ባዕልኻ ቃል ከተውፅኣሉ ኣለካ እንታይ ክትብሎ ኣለካ ተንስእ ተንስእ ክትብሎ ኣለካ ካብዚ ከይትሓልፍ ተንሲእካ ካባይ ኪድ ካብ ቤተይ ኪድ ናይ ዝተፈላለየ ከም ዝነገርኩም ዝተፈላለየ ነገር እዩ ዘለዎ ሰብ ምሽ ግን ነንቲ ከረንኩም ሎማዓንቲ እዚ እዩ ጸሎተይ ሰብ ኩሉ በቃ ኣኽራናቱ ኩሉ ደርብዩ ክወጽእ ትዛረቦ ኣለካ ጽሑፍ ኢሉ ኣሎ ዘካርያስ ምዕራፍ ኣርባዕተ ምሽ ኣታ ዓቢ ከረን ኣብ መን ኢኻ ኣብ ቅድሚ ዘሩባቤልሲ ጎልጎል ክትከውን ኢኻ ክትብሎ ኣለካ እምበር ብሩኽ ክትብልዮ ኣለክ እምበር ንስኺ እግዚኣብሔር ዝተመስገነ ይኹን ኣታ ዓቢ ከረን ኣብ ቅድሚ ዮናስ መን ኢኻ እንታይ ክትከውን ኢኻ? ሕጂ እዚ ግዜ እዚ በጺሑ እዩ ግዜኻ፣ ጎልጎል ክትከውን ኢኻ። መን ክብላ ኣለዉ? ንስኻ ባዕልኻሲ ነቲ ናትካ ኸረ፣ ነቲ ናትካ ሽግር፣ ነቲ ናትካ ሕቶ ዘለካ፣ ዝኸብደካ፣ ምሕላፍ ዝኸልኣካ፣ ሊሚት ዝገበረካ ነገርሲ ኣታ ዓብዪ ከረን መን ኢኻ? ኣብ ቅድመይ ሎሚ ጎልጎል ክትከውን ኢኻ ኢየሱስ ክርስቶስ ጎይታ እዩ ስለዚ ብዙሕ ምጽላይ ጽቡቕ እዩ ብዙሕ ጾምን ጸሎትን ምውሳድ ጽቡቕ እዩ በት ሳምታይምስ ኢት ኢዝ ኖት ኢናፍ ዩ ኒድ ቱ ስፒክ ደ ወርድ ኦፍ ጋድ ቃል እግዚኣብሄር ክትዛረቦ ኣለካ ንነገርካሲ ክትዛረቦ ኣለካ ኣታ ዓብይ ከረን መን ኢኻ ኣብ ቅድመይ ጎልጎል ክትከውን ኢኻ። እንታይ ኢልዎ? ነዚ ከረን እዚ ተንሲእካ ናብ ባሕሪ ጣሓል ትብሎ እሞ ንሱ ድማስ ይኸውን ኢልዎ። እግዚኣብሔር ዝተመስገነ ይኹን። ኣሕዋተይ ንስኻ ኣይኮንካ ነቲ ከረን ተግዕዞ በት ጋራንቲ ኣለካ ጎይታ ኢሉካ ኣሎ። ጋራንቲ ኣለዎ እዚ ቃል እዚ ጎይታ እንታይ ኢሉ ክኸውን እዩ። ብሓቂ ከማ ንብለካ ኣለኹ ብሓቂ ከማ ንብለኩም ኣለኹ ክኸውን እዩ። ስለዚህ ክንጽል ኣለና ጾም ጸሎትን ክንወስድ ኣለና በት ዊ ኒድ ሰምታይምስ ቱ ስፒክ ክንዛረብ ኣለና ክንዛረቦ ኣለና ጎይታ የሱስ ትዝክሩ ኢኹም እሺ ኣብ ሉቃስ ወንጌል ምዕራፍ 4 39 ነቲ ዓሶ ደኒኖስ ነቲ ዓሶ እንታይ ግበሮ ብለና ኣቦ ፈውሳ ኣቦ ከምዚ ግበራ ኣቦ ከምዚ ግበራ ኢሉ ኮነን ጥራሕ ጸልዩ እቲ ጸሎት ሕማቕ እዩ ማለት ኣይኮነን ጽቡቕ እዩ ጸሎት ጽቡቕ እዩ ንኣምላኽ ምሕታት በት ሳምታይምስ ዩ ኒድ ቱ ስፒክ ነቲ ዓሶ እንታይ ኢልዎ ተለዓል ኢየሱስ ክርስቶስ ጎይታ እዩ ሕማም እንተኾይኑ ይለዓል ሽግር ተኾይኑ ይለዓል ኩነታት ዝሕዘካ ሊሚት ዝገብረካ ዘበለ ኩሉ እንታይ ይገብር ይለዓል ክብሪ ንኣምላኽ ይኹን ክትዛረቦ ኣለካ ይሰምዕ እዩ። ንቃላትና እዩ ዘይሰምዖ እምበር ናይ እግዚኣብሔር ቃል ዘይሰምዕ ተፈጥሮ የለን። ይሰምዖ እዩ ድማ ይእዘዞ እዩ ጎይትኡ ስለ ዝኾነ እግዚኣብሔር ዝተመስገነ ይኹን። ነዚ ከረን እዚ ተንሲእካ ናብ ባሕሪ ጣሓል እንተበሎ ምባል ንኡ ከም ዝኾነሉ ብሓቂ እብለኩም ኣለኹ። ኢሉ ይነግሮም ማለት እዩ እግዚኣብሔር ዝተመስገነ ይኹን ስለዚ ክትዛረቦ ኣለካ ሽግር ዘበለ ኩሉ ሊሚት ዝገብረካ ዘበለ ኩሉ ብዝተፈላለየ ነገራት ሲ እንታይ ክትገብሮ ኣለካ ንስኻ ከዓ ክትዛረቦ ኣለካ ኣብ ርእሲ እቲ ምፅላይካሲ ወሲካ ከዓ ቃል ኣምላኽ ክትነግሮ ኣለካ ስለይ ከምዚ ተፃሒፉ ኣሎ ኣይፈለጥካን ዲኻ ክትብሎ ኣለካ ጎይታ ምሽ ዝክሩ ኢኹም ክፍተን ከሎ እንታይ ድዩ ናብ ኣምላኽ እኮ ይኮነ ዝጽልዮ ነይሩ እንታይ እንታይ ገብር ነይሩ ነቲ ዝገጥሞ ዘሎ ፈተናታት እንታይ ገብሮ ነይሩ ቃል ይዛረቦ ነይሩ ተሰገድካለይ ፍግም ኢልካ ተሰገድካለይ ሲ ኩሉ ናይ እዚ ዓለም እዚ ክብረት ኩሉ ንዓኻ ክበካ እያ ክብሎ ከሎስ ጽሑፍ ቃል ኣምላኽ ከዓ ንእግዚኣብሔር ኣምላኽ ከዓ ንኡበይኑ ስገደሉ ጽሑፍ ኣሎ ኢሉስ ነቲ ነገር ሲ ቃል ኣምላኽ ዝዛረበሉ እሞ ሰይጣን ከዓ ሃድም ኣሕዋተይ ሓንሳብ ሓንሳብ ቃል ኣምላኽ ምዝራብካ የድሊ እዩ። ንነገራትካስ ቃል እግዚኣብሔር ከተውዓሉ ክትክእል ኣለካ እንተበልካዮ ድማ ክኸውን እዩ። ንስኻ ዘይኮንካ ተጉዕዞስ ትቃል ውሕስነት ኣለዎ። የተኣማምን ኢቲ ቃል። እቲ ካብ ጎይታ ዝተነግረና ቃልሲ እሙን ቃል እዩ እሞ ምቕባሉ ድማስ ግቡእ እዩ ይብልና እዩ መጽሓፍ ቅዱስ ክዛረብ ከሎ። ክብሪ ንኣምላኽ ይኹን። ግቡእ እዩ። ስለዚ ክትዛረቦ ኣለካ። ነግሮ ኣለካ። እግዚኣብሔር ዝተመስገነ ይኹን። ስለዚ ምጽላይ ምዝራብ ቃል ኣምላኽ ነቲ ነገር ምዝራቡ ድማ ይምህሮም ኣሎ እየ ዝብል ዘለኹ። እግዚኣብሔር ዝተመስገነ ይኹን። ወሲኹ ድማ እንታይ እዩ ዝምህሮም እንተ ደኣ ኢልኩምኒ ብዛዕባ እምነት ከዓ ኢለኩም ኣለኹ። ብዛዕባ እምነትን ምሂርዎም ብኣምላኽ እመኑ ብስሙ ምእማን ሕጂ ምእማን ሲ ብጣዕሚ ወሳኒ እዩ። ሓንቲ ጥቕሲ ከምበልኩም ኣብ ቀዳማይ መልእኽቲ ዮሃንስ ምዕራፍ ሰለስተ ቁጽሪ ዕስራን ሰለስተን ዘላ ጥቕሲ እያ መስለኒ። ከምቲ ንሱ ዝሃበና ትእዛዛት ጌርና ብስም ወዱ የሱስ ክርስቶስ ክንኣምን ንሓድሕድና እውን ክንፋቐር ትእዛዙ እዚ እዩ። ኣሕዋተይ ምእማን ትእዛዝ እዩ። ኦፕሽን ኣይኮነን፣ ምርጫ ኣይኮነን፣ ትእዛዝ እዩ። ክትኣምን ዝተኣዚዝካ ኢኻ። ወላ ክንድሕን ከለና እኮ ምሽ ኢለኩም ኣለኹ ትዛረቡ እብለኩም ኣለኹ ትኣምን ትጽሊ እብል ኣለኹ ምሽ ወላ ኩሉ እኮ ምስ ኣንደበትና ዝተተሓሓዘ እዩ ክንድሕን ከለና እኮ ሰብ ብልቡ ኣምን ብኣፉ ዝዛረብ ከምኡ እንዳበልና ኢና ምሽ ክንድሕን ከለና ኣመጻጽኣና እኮ ከምኡ እዩ ስለዚ ንመን ኢኻ ትኣምኖ እንተ ኢልኩምንስ ትእዛዝ ስለ ዝኾነስ ንኣምላኽሲ ክትኣምኖ ኣለካ ንስሙ ክትኣምኖ ኣለካ ተኣዚዝካ ኢኻ እንተዘይኣሚንካሲ ካብ እምነት እንተጎዲልካ ኸ ካብ እምነት ዘይኮነ ዘበለ ኹሉስ ሓጢኣት እዩ ይብሎ ሮሜ ክዛረብ ከሎ ምዕራፍ ዓሰርተ ኣርባዕተ ስለዚስ ኣብ ሓጢኣት ኣለኻ ማለት እዩ ተዘይኣሚንካዮ ከኣልነቱ እግዚኣብሄር ክትኣምን ኣለካ እግዚኣብሄር ሲ ይሰርሕ ምዃኑ በቲ ትብሎ ዘለኻ በቲ ትፅልዮ ዘለኻ በቲ ፆምን ፀሎትን ተወስዶ ዘለኻ እግዚኣብሔር ዝተመስገነ ይኹን ስለዚ ብዛዕባ እምነት ምሂርዎም ኢለ ኣለኹ ብዛዕባ ጸሎት ምሂርዎም ኢለ ኣለኹ ድማ ወሲኹ ካብ ዕስራን ሽዱሽተን ኬድኩም እንተሪኢኹም ድማ ብዛዕባ ሓደ ነገር ድማ ይነግሮም ንሰብ ሕድገት ክገብሩ ከም ዘለዎም እሞ ንሳቶም ድማ ኣምላኽ ክሓድገሎም መቐበሊ ሕድገት ካብ ኣምላኽ ሲ ንሰብ ድማ ንሳቶም ክሓድጉ ከም ዘለዎም ድማ ይነግሮም እዚ ድማ ይዛረቦም እግዚኣብሔር ዝተመስገነ ይኹን እዚ ኩሉ እንዳመሃሮም እዚ ኩሉ እንዳሰልጠኖም እዚ ኩሉ እንዳነገሮም እዩ ዝኸይድ ቤቱ ኸኣ ክትጸሪ ከምዝግብኣ ሕጂ ቤት ኣምላኽ ኣነን ንስኻትኩምን ኢና ሕጂ ህንጻ ጥራሕ ኣይትጸቡይ ኣብ ሓድሽ ኪዳንሲ ቤት መቅደስ ምስ መንፈስ ቅዱስ ማሕደር መንፈስ ቅዱስ ምዃንኩምሲ ኣይትፈልጡን ዲኹም ኢሉ ኣሎ ምሽ መጽሓፍ ቅዱስ ክዛረብ ከሎ ስለዚ ኣነ ንስኻትኩምን ቤተ መቅደስ ኣምላኽ ኢና ስለዚ ኣነ ንስኻትኩምን ናቱ ቤት እንተ ደኣ ኮይንናሲ ከመይ ኢና ብፅሬት ክንተሓዝ ዘለና ከመይ ኢና ክንፀሪ ዝግብኣና ከመይ ኢና ኣብ ቅድሚ እግዚኣብሄር ክንከውን ዝግብኣና ኢና ክንሓስብ ዝግብኣና ሎምዓንቲ ማለት እዩ እግዚኣብሔር ዝተመስገነ ይኹን እዚ እንተደኣ ኮይኑ ንሕና ባዕቲ ኣይኮናን መሕብኢ ክፉእ ነገር ኣይንኸውንን ኣምላኽ መፅኡ ኣባናሲ እቲ ዝደልዮ ነገርሲ ይረክብ ፍረ ስኢኑላ ምሽለኩም ፍረ ዝርከቦም ሰባት ንኸውን ባይዘወይ እዚኣ እንድሕር ርኢኹማ እዛ ብዛዕባ እዛ በለስ ቁሩብ ግዜ ክሰርቀኩም እየ ሓደ ቁሩብ ተዓገሱ ንደሓን ክንመጽእ ኢና እግዚኣብሔር ይመስገን እዛ በለስ እዚኣ ንመን እዩ ዝምስላ እንተ ኢልኩምኒ ንእስራኤል ይምስላ ንመን ኤርምያስ ምዕራፍ ዕስራን ኣርባዕተን ቁጽሪ ክልተ፣ እታ ሓንቲ ሞሰብ ከምቲ ፍልም ዝበሰለ በለስ ኣዝዩ ጽቡቕ በለስ ነበራ፣ እታ ሓንቲ ሞሰብ ድማ ምብልዑ ዘይከኣል ኣዝዩ ሕማቕ በለስ ነበራ። ቁጽሪ ሓሙሽተ፣ እግዚኣብሄር ኣምላኽ እስራኤል ከምዚ ይብል ኣሎ፣ ኣነ ነቶም ካብዚ ስፍራዚ ናብ ሃገር ከለዳውያን ዝሰደድኩዎም ምሩኻት ይሁዳ፣ ከምቲ ጽቡቕ በለስ ገይረ ባህ ኢሉኒ ክጥምቶም እየ። ከም ምንታይ ገይረ ንመን ንይሁዳ ከም ጽቡቕ በለስ ገይረ ክጥምቶም እየ ቁጽሪ ሸሞንተ ከኣ ረእይዋ ኣነ ንጸድቅያስ ንጉስ ይሁዳን ንመሳፍንቱን ነቶም ኣብዛ ሃገር እዚኣ ዝተረፉ ኣብ ሃገር ግብጺ ከኣ ከምቲ ሕማቕ ክብላዕ ክሳዕ ዘይከኣል ኮይኑ ዝሓመቐ በለስ ከምኡ ክገብሮም እየ። ይብል እግዚኣብሄር። ስለዚ በለስ ስለ ሓንቲ ኦም ተገዲሱ ኣይኮነን ዝዛረብ ዘሎ። ንትምህርቶም ሪፕረዘንት ገይርዋ እምበር ኣብኡ እኮ ብዙሓት በለስ እኮ ነይረን እየን። ቆፅሊ ዝነበረን ዘይተረግማ ቆፅሊ ዘይነበረን ፍረ ዘይነበረን ዝተፈላለየ በቲ በለስ በቲ በለስ ግን ስፐሲፊክ ነታ በለስ ፍልይቲ ገይሩ ዘውፅኣ ዘሎ ግን ንትምህርቲ ይወስድ ስለ ዘሎ እዩ። እግዚኣብሔር ይመስገን። ስለዚ ጐይታ ሎሚ ክዛረብ ከሎስ ንዓይን ንዓኻትኩምን እዩ ዝዛረበና ዘሎ ክብለኩም ስለ ዝደለኹ እየ። ንሕና ኢና ናይ ጐይታ ፍረ ንጐይታ ባህ ዘብል ነገር ሒዝና ንጐይታ ክንጽበ ዝግብኣና። ንሕና ኢና ጽሩያት ኰንና ኣብ ቅድሚ እግዚኣብሄርሲ ከምቲ ማሕበሩ ከጽርያ ገለ ዕጣር ዘይብላ ዝበላሲ ከምኡ ኰንና ክንጻባበዮ ዝግብኣናስ ኣነን ንስኻትኩምን ኢና እየ ዝብለኩም ዘለኹ። ስለ በለስ ተገዲሱ ኣይኮነን፣ ስለ ሓደ ህንፃ ተገዲሱ ኣይኮነን፣ ስለይን ስለኹምን ስለ ልብና ስለ ህይወትና ስለ ኣነባብራና ስለ ኣተሓሳስባና ስለ መንገድታትና ስለ ኣካይዳና እዩ ተገዲሱ ጎይታ ዝዛረብ ዘሎ እሞ ሎሚ እንታይ ይብል ኣሎ እግዚኣብሄር ቤተይ ቤት ጸሎት እያ ቤተይ ንኹሎም ህዝብታት ቤት ጸሎት እያ። ሰብ ክመጽእ ከሎሲ ፕሪተንድ ኣይኮናን ንገብር በቃ ዝብላዕ ደልዩ መጽዩስ ምስ መጸ ስፍረ ዘይብሎም ዓለም ዓለም ዝጨኑ ኮይና ኣይኮናን ክንጸንሕ ዝግብኣና ሰብ ምስ መፀ ሳባናስ ገለ ደልዩስ ገለ ክረክብ ምፅንናዕ ደልዩስ ምፅንናዕ ክረክብ ተስፋ ክረክብ ገለ ነገር ኣስኒቕና ክንሰዶ ዝግብኣናስ ኣነ ንስኻትኩምን ኢና ኣሕዋተይ ጎይታ ነዚ ዝፅውዕ ዘሎ ሎሚ ኣዚ ማሕበር እዚ ሎሚ ዝጽውዖ ዘሎስ ህዝቡ ከምዚ ክኾነሉ ስለ ዝደለ እዩ ክብሪ ንስሙ ይኹን ኣሜን ዶ ኢየሱስ ክርስቶስ ጎይታ እዩ ሓደ ቃል ክንብበልኩም እዩ ብኡ ጌርና ክንውዲ ኢና ረዲ ግዜና ኣኺሉ ስለ ዝኾነ እዩ መሳፍንቲ ምዕራፍ ትሽዓተ ቁፅሪ ዓሰርተ ሓደ ዘሎ ከምዚ ዝብል ቃል ኣሎ ሎሚ ብኡ ጸሊና ድማ ክንውዲ ኢና እግዚኣብሔር ዝተመስገነ ይኹን ኣብ መሳፍንቲ ምዕራፍ ትሽዓተ ቁፅሪ ዓሰርተ ሓደ ዘሎ ከምዚ ይብል እቲ በለስ ግና ከይደ ኣብ ልዕሊ ኣእዋም ሰሰው ክብል ኢለስ ነቲ ጣዕመይን ጽቡቕ ፍረይን ዶ ክገድፍ እየ በሎ ይብለና እንታይ ኢሉ ኣብ ልዕሊ ሰብ ሰሰው ኣብ ልዕሊ ኣእዋም ሰሰው ክብል ኢለስ ነቲ ጣዕመይን ጽቡቕ ፍረይን ዶ ክገድፍ እየ ሎሚ እንታይ እዩ ዝብለና ዘሎ እንተልናስ ፅቡቕካ ኣይትግደፍ ፅቡቕካ ኣይትሕደግ በቃ ኣይተርግፎ ናትካ ፅቡቕ ነገር
Glorious Destiny Church.